ሰላም ሰላም ኣሕዋተይ ከመይ ቀኒኹም በብዘለኹሞ ሰላምን ጥዕናን ክኾነልኩም እንዳተመነኹ ሎማዓንቲ ከኣ ከምቲ ልሙድ ብሓድሽ ትሕዝቶ ተመሊሰኩም ኣለኹ እቶም ሓደስቲ ናብዛ ቻነለይ ዝመጻኹም እንኳዕ ብሰላም መጻኹም እንዳበልኩ ሳብስክራይብ ጌርኩም ክትጅምርዋ ነዛ ቪድዮ ብትሕትና ዕድመኩም እቶም ምሳይ ጸናሕኩም ከኣ ከም ቀደምኩም ምትብባዕኩም ኣይፈለየኒ ኣሕዋተይ ብዙሓት ላይክ ትገብሩለይ ሸር ትገብሩለይ ብዙሓት ተተባብዑኒ ኣለኹም እሞ ኣዘየ ዘመስግነኩም እምበኣር ናብዛ ናይ ሎምዓንቲ ስራሕ ብሓባር ክንኣቱ ኢና እምበኣር ኩልኹም ብላይክ ጀምርዋ ከምዛ ቪድዮ እቲ ናትኩም ላይክ ንዓይ ሓጋዚ ስለ ዝኾነ ከምዛ ትርእይዋ ዘለኹም እቲ ሓሩጭ ብሓንሳብ ኮይንና ክነዳልዎ ኢና ከምኡ እውን ኣብ መወዳእታ እቲ ድገበርኩዎ ድስተ ብሓንሳብ ክንገብሮ ኢና ማለት እዩ ቴንኪዩ ክሳብ መወዳእታ ምሳይ ፅንሑ እምበኣር ንዕኡ ክነዳልዎ ብሓንሳብ ሕጂ ኣብዚ ሓደ ዕሙቕ ድበለ ሸሓነ እዳልየ ኣለኹ፣ ኣብዚ ኸኣ ሓደ ኩባያ ምሉእ። ኣብዓኸ? ጥረ ማለት እዩ፣ እምዚ ገይረ ኣዳልየ ኣለኹ፣ እቲ ክእረ ዘለዎ ገለ ኣሪና ከምቲ ንገብሮ ንእኽሊ ማለት እዩ፣ ምኽንያቱ ሓርጭ ክጠሓን ስለ ዝኾነ ጽቡቕ ገይርና ኣሪና እቲ ደይከውን ደይከውን ክነውጽኦ ኢና፣ ሽዑ ከምዚ ገይርና ጽቡቕ ገይርና ክንሓጽቦ ኣለና፣ ብጣዕሚ እቲ ብላዕሊ ኸኣ ምሻሎ ዝጸንሕ ገፍ ገፈል ገለ እሱ ኸኣ ንሰዶ፣ ብጣዕሚ ኣጽርይ ኣቢልና ክንሓጽቦ ኣለና ማለት እዩ። እዚ ብጣዕሚ ምሕጻብ ዝደሊ እቲ ማዩ ክሳብ ጽሩይ ዝኸውን ደደጋጊመ ከምዚ ጌረ ክሓጽቦ እየ። ሕጂ እቲ ዓቐን ከከም ድላይና ማለት እዩ ጊን ኣብዓኸ ብጣዕሚ እዩ ብርኩት ብዙሕ እዩ ድኸውን ኣነ ግን ንመርኣዪ ዝኣክል ኢለ እየ ከምኡ ገይረዮ ምኽንያቱ ብዙሓት ኣፍታ ዝሓለፈት ትስተ ዘዳለኽዎ ናይ ብዓኸ ኣዳላልውኡ ከመይ እዩ ሊቆሎ ድዩ ገለ ዝብል ብዙሕ ሰብ ኮመንትስ ምስ ረኣኹ ኦኬ እዚኣስ ተድለ እያ ማለት እዩ ኢለ ከምዚኣ ገይረያ ኣለኹ ብቅልል ዝበለ መንገዲ ከምዚ ክነዳልዎ ከም ንኽእል እያ እታ ሓሳብ ሕጂ ከምዚ ትሪእዎ ዘለኹም ጽቡቅ ገይረ ሓጺበ ኣጽርየያ ኣለኹ። ብጣዕሚ ከምዛ ድበልኩም እቲ ደየድሊ እንዳሰደድና ጽቡቅ ገይረ ረኣይዎ እቲ ማይ ሕጂ ኦረዲ ጸርዩ ተቀይሩ ማለት እዩ ሕጂ ናብቲ መስርሕ ክንከይድ ኢና ኣብዚ ሕጂ ኣብ ካልእ ግፍሕ ድበለ ሸሓኒ ገይርና ካልእ ማይ ጽሩይ ማይ ገይርና ኣብዚ ሸሓኒ ክንግምጥሎ ኢና ከምዚ ገይርና ረኣይዎ ጸለል ከም ድብል እቲ ማይ ኢደይ ብከምኡ ኢየ ጌረዮ እቲ ማይ ኣቀዲመ ስለ ዝገበርክዎ ከምዚኣ ጌርና ጽቡቅ ጌርና ከዲንና ክንገድፎ ኢና እዚ ሕጂ ምሸት ጌረዮ ማለት ኢዩ ብመዓልቲ ከረድኣኩም ደሓን ዋላ ሶሉስ ምሸት ጌረዮ ረቡዕ ንግሆ ከኣ ከምዚ ኮይኑ ሓዲሩ ማለት ኢዩ ተርኪሱ ራኣይዎ እቲ ሕብሩ ተቀይሩ እቲ ሸሓኒ ከኣ ቁሩብ ኔረን ሕጂ ከኣ መሊኡ ማለት ኢዩ። ከምዚ ጌርና ረኣዮ ልክዕ ንግሆ ምስ ኮነ ካብኡ ንላዕሊ ክንገብሮ የብልናን ንግሆ ተሲኤ ከኣኒ ከምዚኣ ጌረ ከጽርሮ እየ ትመማዩ ማለት እዩ ከምዚ ኣብኡ ከሎ ክነጥሕኖ ወይ ገለገለ ኣይንኽእልን ኢና ምክንያቱ ጽቡቅ ኣይመጽን እዩ ልክዕ ብከምዚ መንገዲ እየን ዝሰርሕኦ ኣብ ዓድና ነይረን ኣዴታትና ኣነ ማማ ከምኡ ክሰርሖ ስለ ዝርእያ እየ ብከምኡ መልክዕ ኣምጽኤ ዘለኹ ሕጂ ልክዕ ከምዚ ጌርና እቲ መማዩ ርኣይዎ፣ እቲ ምስኡ ዝሓደረ ማይ ጽቡቕ ገይረ ሰዲደ ኣብ ካልእ ሸሓኒ ከጽንሖ እየ፣ ኩለን በብሓደ ከምኡ ገይርለ ክጽረን እየ። ርኣይዎ እቲ ሓደ ኩባያ በቃ ክበዝሕ መዓት ኮይኑ፣ ብፍላይ ኣብ ግዜ ሳመር ገለ እንድሕር ከነዳልዎ ኮይንና፣ እቲ ምንቃጽ ገለ ስለ ዝሕግዘና ብጣዕሚ እዩ ጽቡቕ። ኣብቲ ጸሓይ ኣውጺእና ክነንቅጾ ንኽእል ኢና ማለት እዩ ከምዚ ሕጂ ዘሎ ጊን ንዊንተር ገለ ስለ ዝኾነ ንመንቀጺ ብጣዕሚ ኢኻ ትሽገር ጊን ራኣይዎ ድሕር ብዙሕ ጌርና ሕጂ ብጣዕሚ ይምልእ እዩ ዝብል እዚኣ ሓንቲ ኩባያ ጊን ራኣይዋ ሕጂ ኩሉ ከምዚ ጌረ ኣጽሪረ ወዲኤ ኣለኹ ናፍቲኣ ዝነበረት ሸሓኒ ናብኣ ክመልሳ እየ ድዚ ከምቲ ዝበልኩም ሶሉስ ምሸት ኣሊኸዮ ሮቡዕ ንግሆ ከኣ ከምዚኣ ጌረ ኣዝፊፈያ ሽዑ ከምዚኣ ጌረ ኣብዚኣ ምስ ገምጠልኩዋ ጽቡቕ ጌርና ኣብዚኣ ማለት እዩ ንፋስ ከይኣትዎ ከይነቕጸና ጽቡቕ ጌርና ክንሽፍኖ ኣለና ከምዚኣ ጌረ ኣብዚኣ እጂ ፌስታል ብታሕቲ ጌረ ጽቡቕ ጌረ ክሽፍኖ እየ። ምክንያቱ ክበቁል ስለ ዝኮነ ጽቡቅ ጌሩ ክሽፍን ኣለዎ ንፋስ ገለ ክኣትዎ ክነቀጽ ገለ የብሉን ልክዕ ከምቲ ን ብቁል ቶምሻሎ ድግበር ንኮምኡ ከምቲ ንገብሮ መልክዕ ማለት እዩ ሕጂ ከምዚኣ ጌረ ፌስታል ጌረ ንፋስ ከም ዘይኣትዎ ጽቡቅ ጌረ ሽፍናይ ግጥም ድበለ መክደን እንድሕር ኣለና ከኣ ጽቡቅ እዩ። እንተኾነ ዋላ እዚ ፌስታል ከይገበርና እንድሕር ግጥም ዝብል ኮይኑ ከምዚ ናይ ፍርጅ መግቢ ነእትወሉ ምሻሎ ኣብ ከምኡ ከኣ ክንገብሮ ንኽእል ኢና እዛ ናተይ ስለታ መኽደኒኣ ጽቡቅ ጌራ ዘይትገጥም እቲ ፌስታል ጌረሉ ሽዑ እቲኣ መኽደኒ ጌረ እዚኣ ሕጂ ክሳብ ምሸት ክጽበያ እየ። ሕጂብዚ ምሸት ኮይኑ ኣሎ ምሸት ምስ ኮነ ተመሊሰኩም ኣለኹ እቲ ሰዓት ገለ ዘይነግረኩም ዘለኹስ ብዙሕ ኣገዳሲ ኣይኮነን ክንድቅስ ኢልና ምስ ሓሰብና ተሲእና ቸክ ንገብሮ ማለት እዩ ቅድሚ ምድቃስና ሕጂ ከርእየኩም እየ ከመይ ከም ዝመስል ኣስ ጽቡቅ ገይሩ ክበቁል ከምቲ ናይ ብቁልቶ ከምዚ ሳዕሪ ድመስል ከውጽእ ገለ ክንገድፎ የብልናን ከምኡ እንድሕር ገይርናዮ ብጣዕሚ ከባላሸወና እዩ ጽቡቅ ኣይመጽን እዩ ራእይወን እቲኤን ኣፈን በቃ ቪድዮ ከማን ኣይረእን ዘሎ ኣቅሪበዮ ብዝተካእለ መጠን ትርእይዎ ኣለኹም ከምዚ ኤለ ንእሽተይ ንእሽተይ ኣፍ ከምዚ ኣውጽእ ኣውጽእ ዘብላ ነገር ናይ ምብቋል ክጅምር ከምኣ ምስ ኮና ጥራይ ኢና ክንገብሮ እሱ ከምኡ እንተኾይኑ እዩ ጽቡቕ ማለት እዩ። ፎኪስ ዝኸውን ከምቲ ንደልዮ ዓይነት ከኣ ክኸውን ረኣይዎ። ቅርጹ ቀይሩ ትብዓኸ ክንእሽተይ ብልሕ ብልሕ ድበለ ነገር ኮይኑ ከምቲ ዝበልኩኹም ክነደንጉዮ የብልናን ሕጂ እዚ ረቡዕ ምሸት እዩ ዘሎ ከምቲ ዝበልኩኹም ክሳብ ሕጂ ብረቡዕ ምሸት እየ ደለኹ እንድሕር ደኣ ኣሕዲርናዮ ናብ ሓሙስ ኣስጊርናዮ በቃ ጽቡቕ ኣይክመጽን እዩ ማራ ክበቁል እዩ እያ ሽዑ ጽቡቕ ኣይከውን እዩ ከምዛ ትርእይዋ ዘለኹም ሸሓነ ኣዳልየ ኣብኣ ከኣ ጨርቂ ኣንጺፈላ፣ ጽሩይ ጨርቂ፣ እዛ ነዚ ናይ መግቢ ገለ ጥራይ ዝሽፍነሉ፣ ከምዚ ገይረ ብታሕቲ እቲ ማዩ ክሰትየለይ ምእንቲ ኢለ'የ ከምኡ ገይረዮ ዘለኹ። ዳሕራይ እቲ ህፍፍ ምስ በለ እቲ መማዩ ምስ ነቐጸ፣ ኖርማል ኣብቲ ሸሓኒ ክግምጥሎ'የ ማለት እዩ። እቲ እንተረፍ ድልዋ ከኣ ኣብ ካልእ ሸሓኒ ከምኡ ገይረ ክሰጥሖ'የ። ኣብዚ ንቪድዮ ኣየእትኽዎን ምኽንያቱ ንመርኣዪ ጥራይ ስለ ዝኾነ። እታ ሓንቲ ጥራይ ከምዚ ገይረ ኣዳልየያ ኣለኹ፣ እቲ ተረፍ ከኣ ኣብ ካልእ ክሰጥሖ'የ። እምበኣር እዚ ኸኣ ርኣይዎ፣ ኵሉ ናይ ክልቲኡ ሸሓኒ ገምጢለ ከምዚ ገይረ ኣምጺኤ ኣለኹ፣ ምስ ነቐጸ እዚ ኣብዚ ናይ መውዓዪ ናይ ገዛ ንጥቀመሉ ምሻሎ ኣብቲ ትሕቲኡ ገለ እንዳገበርኩ ኤንቂጸ ኣነ ኣብ ኦቨን ኣየእተኽዎን ኖርማል ከምኡ ገይረ ከምዚ ገይረ ኣርቅቅ ኣቢለ እንዳ ሰጣሕኩ ን ከምዚ እንዳ እንዳ ሰጠጥኩ ገለ ማለት እዩ ኣጽኒሐዮ እዚ ዳርጋ ኣርባዕተ ሓሙሽተ መዓልቲ ወሲድሉ ከምዚ ገይሩ ንክነቅጽ ማለት እዩ እጂ ምንቃጹ ጽቡቅ ገይሩ ምንቃጹ ክንራጋግጽ ኣለና ብጣዕሚ ነቂጹ እዩ ናተይ ኣብዚኣ ክንጥሕኖ ኢና እንድሕር ዘይነቀጸ ሓሩጭ ክኸውን ኣይክእልን እዩ ልክዕ ከምቲ ንሓርጩ ዝኸውን ርኢና ንጥሕኖ ማለት እዩ ሶሪ እዛ ናይ ሎማዓንቲ ቁሩብ ንውሕ ክትብለኩም እያ ጊን ግድን ከኣ ብክኡሙ ክሓልፍ ስለ ዘለዎ ንጹር ንክከውን ኢለ እየ ሶሪ ዘረባ ተብዚሐ ኣይትሓዙለይ እምዚኣ ጊረ ሕጂ ክጥሕነን እየ ኩለን ፕሊስ ኣሕዋተይ ላይክ ከኣ ግበሩለይ ኢኩም ላይክ ግበርዋ ፕሊስ እንዳ ረእኹሙሲ ላይክ ተጌርኩሞ ዩቱብካ ናብ ካልእ ሰብ ዶ ይሕጂ እዚ ኩሉ ከምዚ ጌረ ኣርባዕተ ሓሙሽተ መዓልቲ ወሲድለይ ነዚ ኩሉ ንክገብር ማለት እዩ እጂ ላይክ ግበሩ ለኢኹም ኣይተውሕዱላ ላይክ ንዚኣ እምታ ዝሓለፈ ተሐጉስኒ ቴንኪዩ እምባር ከምዚ ትርእይዎ ዘለኹም ሓርጭ ኮይኑ ትርእይዎ ኣለኹም ዳዩ እንዳተመላለስኩ ናተይ እዚኣ መጥሓኒት ናይ ቡንያ ጽቡቕ ናይ ሓርጭ ገለ ዝጥሕን ተሊና እኮ ኣብ ሓንቲ እያ ትጥሕን ማለት ሕጂ ኩለን ከምዚኣ ጌረ ጢሒነ ወዲኤየን ኣለኹ። ኣብዚ ግን እቲ ቁሩብ ተሓርጭሲ ከምዚ ማራ ዘይደኸመ ኮይኑ ተሰሚዕኒ ካልኣይ ግዜ ክደግሞየ ጽቡቅ ክኸውን እዩ ሕጂ ምኽንያቱ ከምዚ ድበልኩም ድኹም ሓርጭ ክኸውን ኣለዎ ልክዕ ከምቲ ንኻልእ ሓርጩ ናይ ቅጫ ዋላ ፊኖ ዋላ ገለ ዘሎ ድኹም ከምኡ ክኸውን ስለ ዘለዎ ጥረጥሚረ ገለ ክኸውን የብሉን ሕጂ ካልኣይ ግዜ ምስ ደገምክዎ ግን ጽቡቅ ክኸውን እዩ ኩለን ከምኣ ጌረ ጢሒነ ክምለሰኩምየ። እምበኣር ኩሉ ጥሒነ ወዲኤዮ ኣለኹ ከምዚ ትርእይዎ ዘለኹም ርኣይዎ ጥዑይ ሓርጭ ኮይኑ ከምቲ ዝደልዮ ኣነ ኮይኑ ኣሎ ማለት እዩ ሕጂ ብሓባር ኮይንና ብሓንሳብ ክነዳልዋ ኢና ነታ ድስተ እምዚኣ ጌረ ኣብቲ ዕሙቅ ደበለ ሸሓኒ ከምታ ናይ ቀዳመይቲ ማለት እዩ ልክዕ ካብዚ ሕጂ ዘዳለናዮ ሓርጭ ኣየልዓልኩዎን ትርእይዎ ኣለኹም ካብኡ እንዳረኣኹምኒ ከምኣ ጌረ ክልተ ማንካ ክጥቀም እየ ኣብዚ ሕጂ እምዚኣ ንገብራ ንፍይ ንፍይ ክነብሎ ኣለና ብጣዕሚ ኣብ ዓኽ ኮፍ ኮፍ ተይሉ ቁጽር ቁጽር ድበለ ነገር ይድኸውን ማይ ኣይኣትዎን እዩ ሽዑ ዕንኳር ዕንኳር ክኾነና እዩ እምዚኣ ጌረ ኩላ ንስነሳ እየ እዚኣ ሕጂ ካብተን ቀዳም ወዲ ገቦርኮን ብቀዳማይ ዝተፈለየት እያ እዚኣ ከኣ ብካልእ ዓይነት ድስት ተመልኪዓ ካልኣይ ከኣ እቲ ዘዳለክዎ ሓሩጭሲ ከመይ ከም ዝኮን ክትርእይዎ ኢለ እዳልየያ እምዛ ዝረኣኹማ እምበኣር ክልተ ማንካ ተጠቒመ ኣለኹ ቀስ ጌረ ነስኒሰ ብኸምኡ እቲ ቪድዮ ቀስ ደብለ ዘለኹ ከምኡ ክንገብሮ ኣለና እጂ ከምዚኣ ጌረ ከዲነ እዚ ሕጂ ምሸት እዩ ኣዳለየዮ ማለት እዩ ንጽባሒቱ ንጉሆ ክገብሮ ኢለ ስለ ዝሓሰብኩ ምሸት ክንደቀስ ከለና እምዚኣ ጌረ ኣሊኽያ ሓዲረ እዚ ከኣ ኖርማል ኣብ ከምዚ ዕጹው ጥርሙዝ ማለት እዩ ከምዚኣ ጌርና ክነቅምጦ ንክእል ኢና እዚ ሕጂ ውሑድ ስለ ዝኮነ ጸገም የብሉን ዋላ ኣብ ደገ ገለ ክገብሮ ክእል እየ ኣነ ምክንያቱ ከምዛ ዝራእኩመን ውሑዳት እየ ኣዳልየየን ብዙሕ እንድሕር ኮይኑ ጊን ኣብ ፍርጅ ከምዚ ጌርና ጽቡቅ ጌርና ከዲንና ወላ ሓንቲ ክከውን ይብዓክ በቃ ዋላ ዓመት ክልተ ዓመት ገለ ካብቲ ዘይባላሾ ዓይነት እክሊ እዩ ማለት እዩ ጊን ጽቡቅ ጌርና ኣሲርና ወይ ኣብ ፍሬዘር ክንገብሮ ኣለና ማለት እዩ። እቲ ንግዜ ንግዜ ንጥቀመሉ ከኣ ኣብቲ ታሕቲ ፍርጅ ንገብሮ ኣብዓኸ ብዙሕ ኣይባላሾን እዩ ሕጂ እዚ ንጽባሒቱ ንግሆ እዩ ማለት እዩ ረኣይዎ ከምታ ቀዳመይቲ ከምዚኣ ኮይና እቲ ማዩ ጸሪሩ እቲ እኽሉ ከኣ ንታሕቲ ዝግ ኢሉ ማለት እዩ ራይዎ ካብቲ ቀዳማይ ዋላ ሓደ ደፍሊ የብሉን ከምዚ ገይረን እየን ደዳልዎ ኣዴታትና ከምዚ ገይረን ኣዳልየን እየን ዝሰዳልና እንድሕር ካብ ኤርትራ ስደዱለይ ገለ ትብሉ ኔርኩም ሎማዓንቲ ክትገድፍዋ ኢኹም ቀላል እያ ዋላ ሓ ሓንቲ ኩባያ ገለ ገይርና ከነዳልዎ ንኽእል ኢና ማለት እዩ ሕጂ እዚኤን ኣነ ኣብ ክልተ እየ ክገብረን ከምዚኣ ገይረ ራእይዎ ምስ ተኣለ ከዚ ስድራ ሙሉ እዩ ደሰቲ ብኡነት ሕጂ ክልተ ማንካ ከምዚኣ ጌረ ወሲደ ፍርቀን ጌረየን ኣለኹ ልክዕ ክልተ ማንካ እኳ ዘይኮነስ ፍርቀን ነትየን ተኣሊኸን ነበረ ፍርቀን ከኣ ካልኣይ ግዜ ከምኣ ጌረ ክጥሕነን እየ ሕጂ ከምዚኣ ጌረ ብተምሪ እየ ሎማዓንቲ ክገብራ ኣነ ብዚኣ ሓደ ሓሙሽተ ፍረ ዝኸውን ተምሪ ተጠቒመ ኣለኹ እሱ ሕጂ ከም ድላይና ማለት እዩ ኣብታ ዝቐደመት ቪድዮይ ብሽኮር ገለ ተጠቒመ ሽኮር ጽቡቕ ኣይኮነን ገለ ያ ጽቡቕ ኣይኮነን ሽኮር ግን በቃ ከምቲ ንፈትዎ ኣነቲ ዝግበር እየ ከምኡ ገይረ ገይረዮ ማለት እዩ ሕጂ እንድሕር ዘይንፈቱ ኮይና እቲ ናይ ሽኮር በራንሺ ብተምሪ ብደስ ዝበለና ክንትክኦ ንኽእል ኢና ማለት እዩ ወላ መዓር መዓር ዊን ካልእቲ ገይረ ሰሪሐ ኣለኹ ብኡ ሕጂ ከምዛ ዝበልኩኹም ሎማዓንቲ ከዓ ብተምሪ ገይረያ ከምዚኣ ገይርና ሕጂ ክንጥሕና ኢና ሕጂ ሽኮር ከኣ እንድሕር ጠቕላላ ብካል ኣነ ሕጂ ብዙሕ ኣይኮንኩን ሽኮር ኣብ ካልእ ገለ ብዙሕ ሽኮር ኣይጥቀምን እየ ሻሂ ይሰትን እየ ቡን ኣይሰትን እየ ሕጂ ሓደ ሓደ ግዜ ከምዚ ከኣስ የድልየኒ እዩ ማለት እዩ ሕጂ ከም ኩነታት ጥዕናና ከምዚ ዝበልኩም እቲ ሽኮር ብካልእ ተኪእና ክንሰትዮ ንኽእል ኢና ኣብ መወዳእታ ከኣ ከምዛ ትርእይዋ ዘለኹም ካፍተን ቀዳሞት ዘይትፍለ ኣዝያ ጽብቕቲ ጽብቕቲ ኣብዓኸ ኮይና ማለት እዩ ከምዚ ጌርና ቁሩብ ጌርና ክነዳልዎ ንኽእል ኢና ኣቲ ዘድልየና ጉዳይ ማለት እዩ ከምዚ ድበልኩም ኣብ ግዜ ሳመር ከኣ ጽቡቅ ጌርና ብብዝሒ ክነዳልዎ ንኽእል ኢና ንስድራና ከየሸገርና ብዓልና ክንገብሮ ስለ ንኽእል ምስዛ ናይ ሎማዓንቲ ቪድዮ ክገድፈኩም እየ እምበኣር ኣሕዋተይ ንሎማዓንቲ ሒዘዮ ዝመጻኹ እዚ እዩ ኔሩ ፈቲኹሞ ክትህልዉ ተስፋ እገብር ካልእ ግዜ ብኻልእ ትሕዝቶ ክሳብ ዝምለሰኩም በብዘለናዮ ሰላምን ጥዕናን ባይ